በታ ወለዳ ዝገዝኡላ ሱዙኪ ኣልቶ ዝዓይነታ መኪንኣ ገይራ ንኸተማ ኣስመራ ከም ድሌታ ትዕንድረላ ነበረት። ኣብቲ ግዜቲ ድማ'ያ ምስቲ ዘኽታም ሓጻብ መኪንኣ ማቲዎስ ባህጉ ብፍቕሪ ዝወደቐት። ካብታ ፈለማ ዝረኣየቶ መዓልቲ ኣትሒዛ ድማ ሕልማን ሓሳባታን ቀትርን ለይትን ብዘይ ዕረፍቲ ብዛዕባ ማቴዎስ ጥራይ ኮነ። ወላ ንሓንቲ ደቒቕ እውን ክፍለያ ስለ ዘይትደሊ፣ ወትሩ ኣብ ጐድና ክህሉ ደለየት። ከምኡ ንኽትገብር ግን ዝከኣል ኣይነበረን። ልብ ወለድ ዛንታ ወዲ ረዛን። መበል ዓሰርተው ኣርባዕተ ክፋል
ማቴዎስ ሓወይ በለቶ ሓደ ግዜ ረዘነት ንኣፍቃሪኣ ኣብ ጉዕዞ። ኣቤት ረዛነ! ብምባል ቁሊሕ ኢሉ ጠመታ። ከምቲ ኣነ ብምሉእ ልበይ ዘፍቅረካስ ብምሉእ ልብኻ ተፍቅረኒዶ?
ሓተተቶ ረዘነት ዓይኒ ዓይኑ እናጠመተት። እንታይ ብልበይ ጥራይ እንተላይ ብሳምቦ እምበር የፍቅረኪ ትረዚ ሽኮር ምስ በላ እናስሓቐ ኸኣ እላ ገጽ እኮ ኣይኮንኩን ዘለኹ ማቲ ሓወይ። በለቶ ዕትብ ኢላ። ዋእ ኣነ ከ እላገጽ ኣለኹ ድየ? ማዕረ እታ ህይወት ዝኾነ ደምና ዝመላለሰላ ልብና እኮ ሳንቡእና እውን ህይወት ዝኾነ ትንፋስና እዩ ዝመላለሰላ። ስለዚ ኣነ ብልበይ ጥራይ ዘይኮነ እንተላይ ብሳንቡእ እየ ዘፍቅረ። ንስኺ ምናልባት ብልብኺ ጥራይ ተፍቅርኒ ትኾኒ ረዛን ሓፍተይ፣ ንስኺ ደመይ ጥራይ ዝመላለሰልኪ መትነይ ዘይኮንክስ፣ ትንፋሰሽ ዝመላለሰሉ ቱቦይ እውን እኮ ኢኺ። ብምባል ብኽልተ መዓጓጉር ተሒዙ ጥውቕ ኣቢሉ ሰዓማ። ሕራይ ጽቡቕ
ናይ በይነይ ዲኻኸ?
ሓተተት ረዘነት ዳግም ክትሰዓም ከናፍራ ኣወጢማ ናብኡ እናቐረበት። ረዛን ንሓልዮትክን ንፍቕርኽን ዘሰንፋ ተጫረቲ ክሳዕ ዘይተረኽባ ደኣ ናይ በይነይ ኢኺወ። በላ ወዲ ረዛን እናሰሓቐ። ዋእ!
እንተ ተረኺበንከ ክትገድፈኒ ማለት ድዩ? ሓተተት ረዘነት ኣዒንታ ኣፍጢጣ። ኣይርከባን እየን እምበር ምስ በላኻ።
ኣታ ወዲ ተጠንቀቕ!
በለቶ መመልከቲቶ ኣጻብዕታ እናወጣወጠት። ኮይስ ረዛን ሓፍተይ ክጥንቀቐ።
እዋ እላገጽዮ ኣለኹ ንማቴዎስ ምስ ሓንቲ ጓል ክትከይድ እንተ ደኣ ርእየካ ተሓኒቐ እየ ዝመውት ፍለጥ
እዋ እሞ ልዕሊ ኣቢልኪ ኢኺ የፍቅረካ እየ ገለ ትብልኒ እምበር ኣይተፍቅርንን እያ ማለት እዩ በላ ወዲ ረዛን ዕትብ ኢሉ
እንታይ ማለት እዩ ኣይተፍቅርንን ኢኺ ስለ ዘፍቅረካ እንድየ ክሕነቕ እየ ዝብለካ ዘለኹ።
ስምዕ'ሞ ረዛነይ፣ ንሓደ ሰብ እንተ ኣፍቂርካዮ እኮ ኩሉ ግዜ ዋላ ልዕሊ ነብስኻ ኢኻ ንዕኡ ክጥዕሞ ትደሊ። ስለዚ ምስ በላ ረዘነት ቅልጥፍ ኢላ። ሄይ ዘይትሓፍር! እሞ ንስኻ ክጥዕመካ ኢለስ ምስ ካልኦት ኣዋልድ ክትዘውር ከፍቅደልካ ማለት ድዩ? ሓተተቶ ብጸጋማይ ኢዳ ብሽምጡ ሒዛ። ብጎቦ ዓይና እናጠመተት ዋ ብልቢ ተፍቅርን እንተኾንኪ ዶ
ከም ዘፍቅረካ ደኣ ትጠራጠር ዲኻ
ኣይጠራጠርኒ እሞ እንታይ ደኣ ንምዃኑ ካባይ እንታይ ምስ ጎደለካ ኢኻ ናብ ካልኦት ክትከይድ

እዚ ዘይከውን ምክኒት እዩ ኣነ ይነግረካ ኣለኹ ማቴዎስ ብዝኾነ ይኹን ምክንያት ተንከስ ከይትብል
በለቶ ኣዒንታ ኣፍጢጣ በቃ በቃ ጎይ ስሕራይ
ዛዕመ ንበል በለቶ ሽዑ ረዘነት ናብ ኣፉ ውትፍ ኢላ ወዲ ረዛን ብጠባዩ፣ ብመልክዑ፣ ብቆመናኡ ቅርጺ ሰውነቱን ኩላተን ደቂ ኣንስትዮ'የን ሃነን ዝብላሉ ነይረን። ኣብ ዝኣተዎ እንዳ ስዋ ወይ ላተርያ ከኣ ብናጻ ክሰትን ዘድልዮ ገንዘብ ክወስድ እውን ልሙድ'ዩ ነይሩ። ብኻልእ ግን ኣዝዩ ጥንቁቕ'ዩ። ዝያዳ ኩለን ጠመቱ ቀጻሊ ተሸግሮ ዝነበረት ጓል ከኣ ጓል ባጽዓ ነይራ። ብዙሕ ግዜ እውን ፈቲናቶ እያ። ብፍላይ ሓደ መዓልቲ ነቲ መቓብር ኣዲኡ ከህንጽ ኢሉ ዝተለቀሓላ ገንዘብ ክህባ ኢሉ ናብ ገዛኣ ምስ ከደ ቀትሪ መዓልቲ ሓያል ናይ ምዕማጽ ፈተነ እያ ኣጋጢማቶ። ጓል ባጽዕ ሓደ ግዜ ንወዲ ረዛን ጸጉራ ተሓጺባ ኣብ ኣፍ ደገ ገዛኣ ኮፍ ኢላ ጸሓይ እናተጸልወት ምስ ሓደ ሕቖኡ ሂብዋ ዝኸይድ ዝነበረ ሰብኣይ ዓው ኢላ ክትጻረፍ ጸንሓቶ። እይቲ ጓል ባጽዕ ደሓን ዲኺ ደኣ ምስ መን ደኣልኪ ትጻርፊ ዘለኺ? በላ ወዲ ረዛን እናስሓቐት። ምስቲ ጨልፋፍ በዚ ኣንጎሎ ዝተጠወየ ሰብኣይ ወደይ?
በለቶ ጓል ባጸዕ ብየማናይ ኢዳ እናኣመልከተት። ዋ እንታይ ድዩ ገይርኪ? እንድዕላ ኣዲኡ ዋ ቀትሪ ምድሪ ምስ ፊጎኒ ንዕበጃ ኺሉ ለሚኑ ለማሚኑ ኣእትዩኒስ ሕቁ ከም ዝሃርመ ገበል ኣብ ዓራተይ ክማጣላዕ ከም ዘይጸንሐስ ሕሳብ እንተበልኮስ ገንዘብ ኣይተማላእኩን ይብለኒ ቆንዳፍ።
በለቶ ዓው ኢላ ብነድሪ። ደሓን ደሓን ደሓን ጓል ባጽዕ ሓፍተይ ባዕለይ ዘይህበክሙ ክንደይ እሞ ኢሉ ወዲ ረዛን ኢዱ ናብ ጅቡ ምስ ኣእተወ ዋ
ተጸሊልካ ዲኻ
ብምባል ብኢዱ ሓዘቶ። ዋ ከምጽኦ እዩ ዝሙሽሙሽ ሰዓቱ የሕዲገዮ እንዴ ገንዘብ እንተዘይብሉ ደኣ ናይ መነዲኡ ሰለፍ ክረግጽ ኢሉ መጺኡ ወረ ከዓ በቲ ከርፋሕ ኢዱ ገይሩ እፅዋተይ ክረባብጠኒ ጸኒሑ ድሁል ዋእ ኣታ ማቴዎስ ሓወይ ናይ ሎሚ ከኣስ ንበይኑ እዩ እዚ ዕግርግር ከዓ ብንግሁ እንዲ ጀሚሩኒ ዋ ጉድ ረኺበ ጓል ባጽዕ
በለቶ ጓል ባጽዕ ኣንቃዕሪራ ንላዕሊ እናጠመተት። ነታ ጽላሎት'ቲ ኣብ መንጽራ ዝነበረ መንደቕ ዘርከባ ኩርሲ ኣልዒላ ብምትንሳእ ከኣ ጩራ ጸሓይ ናብ ዝነበሮ ቦታ ከይዳ ኮፍ በለት። ንግሆ'ኸ እታ ኾንክ ድኣ? ሓተተ ወዲ ረዛን ህድእ ኢሉ።
ዋእ! ንግሆ ድኣ ቡነይ እናሰተኹ ከለኹስ በየነዲኡ ከም ዝጸንሓ ሓደ ምንችበ መጺኡስ ልቕላቕ ጀበና ናብዚ ኣፍ ደገ ክኹዑ ይርእየኒ በቃ ኣብዚ ኣፍ ደገ ገዛይ ግትሉስ ስለምንታይ ረሳሕ ማይ ኪዒኺ ክትቅፅዒ ኢኺ ኢሉ በቱ እናዋጠዋጠ ሕግግባ የብለንን ዋ ኣነ ኸ ሓሪቕካ ዋ ሕለፊ ኢለ ብለካ ዋ ረሳሕ ማይ ይኹዕ እምበር ፅሩይ ማይ ደኣ ክኹዕበልካ ደሊኻ ይብሎ ኣለኹ ዝባን ደርጊ ደድሕረይ ክትስዕብኒ ኢሉ ኣብቲ ቀበሌ ቀትሪ ንርፊዱ ረሳሕ ረሳሐ ወረሳሕ
በለቶ ተጸዊጋ ሞ ገለ ደልዩ ክኸውን እምበር በላ ወዲ ረዛን እናሰሓቐ
እወ እዘን ኣብዚ ዘለዋ ጉማናታት መሳርሕትና እንድየን ብነፃ እናሃባ ልሚደኖ
በለቶ ፅውግ ኢላ ጓል ባፅዕ ኣየ ጓል ባፅዕ ነብሲ እሞ ሎሚ ሳይ መዓልቲ ክንያ ከልዮም በለ ነዚኣቶም ሕጂ ከመይ ቀኒኸ ኢሉ የማናይ ኢዱ ኣብ ጸጋማይ መንኩባ ኣንበሮ ሽዑ ጓል ባፅዕ ነቲ ተኣሲሩ ዝጸንሐ ገጻ ፈቲሓ ክሳዳ ኣንቃዕሪራ ናብ ማቴዎስ እናጠመተት ፍሽኽሽኽ በለት።
ብጀካ ናፍቖትካ ደኣ ጽቡቕ ኣሎኻ ተማ ተሓወይ እዚ ኩሉ እናፈተኹኻን እናናፈቕኩኻን ከለኹ እንዲኻ እሞ ትጠፍኣኒ ዘለኻ
ኢላ ብኢዱ ስሒባ ኣብ ሰለፋ ኮፍ ኣበለቶ። ነቲ ውልዶ ግን ከኣ ብስፖርት ዝተሃንጸ ኣካላቱ እናደራረዘት ከኣ ኣታ ማቲዎስ ሓወይ ከምኡ ጌርካ እባ ኣይተጥፍኣኒ ውይ ኣይተሻቕለኒ ብናፍቖትካስ በቃ ሙት እኳ እየ ክብል ደሊቐኒ ተከንካ ደኣ ከምኡ ትገብር
ብምባል ደጋጊማ ኢዱ ሰዓመቶ ጠፍኤ ምሽ ናብቲ ሰላዕዳዕሮ ዝብልዎ ዓዲ እንዴ ክመላለስ ቀኒ በላ ወዲ ረዛን ካብ ሰለፍ ጓሉ ባፅዕ እናተንሰ
ዋእ ኣብ ሰላድ ኣሮዶ ኣንታይ ነይሩካ።
ኣደይ ወላዲተይ ኣውያ ዓዳ።
ዋእ ጽቡቅ እሞ ረክብካዮ ዶ።
ኣብኡ የላን እያ ኸእ ዝፈልጣ ዋላ ሓደ ሰብ ኣይረኸብኩን። በላ ርእሱ ንየማነ ጸጋም እናነቕነቐ።
ውይ ደሓን ማቲ ሓወይ ተስፋ ኣይትቑረፅ ውዒልካ ሓዲርካ ክትረኽባ ኢኻ።
ኢላ እንደገና ንኽልቲኤን ኣእዳዉ ሒዛ ሰዓመቶ። ጓል ባጽዕ ንወዲ ረዛን ብልቢያ ተፍቅሮን ትብህጎን። ካብ ብቆልዑ ጀሚራ ድማያ ክትራኸቦ ትደሊ ነይራ። እታ ቀደም ዝበለታ ቃል ውን ኣይረሰዓታን። ኣቐዲማ።
ባዕለየ ሕጉ ዘፍርሶ።
ኢላ ምስ ነብሳ ተወዓዒላ ነይራ'ያ። ስለዚ ድማ ከይተቐደመት ከላ ሓሳብ ልባ ክትፍጽም ደለየት።
ኣታ ማቲዎስ ሓወይ እዛ ረዘነ ዝብልዋ ጓልሲ እንታይካ ግዲ'ያ?
በለቶ ዘይፈለጠት ብምምሳል እንተ ተራኺብዋ ክትፈልጥ ስለ ዝደለየት። ረዘነ ድኣ ከምዚ ከማኺ ኣማኒት'ያ ጓል ባጽዕ ነብሲ። ምስ በላ ኸኣ ሓቚፋቶ ንውሽጢ ገዛ ኣተወት። ጓል ባጽዕ ምስ ሓቖፈቶ ለውዝ ማለት ጥዑም ጨና ሃንገፍ በሎ ንወዲ ረዛ። ጓል ባጽዕ ሒዛቶ ኣብ ዓራት ኮፍ በለት። ሃንደበት ድማ ብኽሳዱ ሓኒቓ ክትስዕሞ ጀመረት። ወዲ ረዛን ብኽልቲኤን ምናታ ዓትዒቱ ሓዛ። ኣቲ ጓል ባጽዕ እንታይ ደኣል ክትገብሪ ዘለኺ? ሓተታ ብምግራም። እውይ ኣታ ማቴዎስ ሓወይ ብጣዕሚ እንደ ዝፈትወካ ኮይነ እንተ ጠመትኩኻ ስንድዒ ስቕ ኢሉስ ቁርጥም ኣብልዮ መፀኒ በቃ
ብምባል እንደገና ክስዕሞ ቀረበት። ጓል ባፅዕ ንስኺ እኮ ዓባይ ሓፍተይ ይኽንዓይ በላ ሽዑ ወዲ ረዛን ዕትብ ኢሉ
ዋእ እሞ ኣነስ ንስ ፈሊጠ እንዴ ጽባሕ ንጓዋልት ከተፍቅር ምጀመርካ እዚስ ኣይፈልጥን እዩ ፋራ እዩ ኢለን ከይጸርፋኻ ምእንትስ ከመይ ጌርካ ምስ ጓል ኣንስተይቲ ከም ትራኸብን ከም ትዕግባን ካብ ተመክሮይ ከካፍለካ ደልየ ብምባል ዘሊላ ተጠምጠመቶ። ኣልግሲ ብምባል ነታ ብሓይሊ ስዒባ ኸትጋሰሶ ዝደለየት ጓል ባፅዕ ፈንፂዋ ተንስአ ወዲ ረዛ ስምዒ ድማ በላ እተን ተፈጥሮ ዝኳሓለን ኣዒንቱ ኣፍጢጡ ንዓይ ንስኺ ምስ ኣዋልድ ከመይ ገይረ ከም ዝራኸብ ክትምህርኒ ኣይትኽእልን ኢኺ ንዑ ክመሃር ኢለ እውን ኣይመጻኹን ናባኺ እንኪ ገንዘብኪ ጥራይ ብምባል ካብ ጅቡኡ ጥቕላላ ቅራሽ ኣውፂኡ ኣብ ገፃ ደርቢላ ወፀ እዊ
ኣታ ማቴዎስ ሓወይ ገንዘብ ከይድልየንን እዩ ፍቕርካ ዝደሊ ዋ ንዓ ገንዘብካ ውሰዶ በጃኻ ማቴዎስ ዋ ኣታ ማቴዎስ
ዓው ኢላ እናጸወዐት ደድሕሪኡ ጎያ ብኢዳ ሓዘቶ ጓል ባጽዕ ኣትፈንውኒ እስከ ብምባል ፈንፂግዋ ምስ ከደ ግን ብኽልቲኤን ኣእዳዋ ርእሳ ሒዛ ደው ኢላ ኣማዕደወቶ ኣንጎሎ ተጠውዩ ካብ ዒንታ ምስ ተሰወረ ኸኣ ሰለይ እናበለት ናብ ቤታ ተመልሰት
ደሓን ዲኹም ደኣ እቲ ጓል ባጽዕ? እንታይ ኮይኑ ደኣ ሉማቲዎስ ዓውዓው ክብል ጸኒሑ?
ሓተተት እታ ድምጺ ሰሚዓ ዝተቐልቀለት ጉዑይ። ብድሕሪቲ ኮርዩ ዝኸደ ወዲ ረዛን መጽኣ። ማማ ዝኣትዎ እታ ጉዑይ ሓፍተይ፣ ነዝስ ወላ ብሓይሊ ዓሚጸ ባዕለይ ድንጉርንኡ ዘፍርሶ። እዋይ ኣነ! ጉድኩም መዓት'ዩ'ኮ እቲ ጉዑይ ሓፍተይ! ወላ ብድሕሪኡ እኮ ይመፀለን ልክዕ ቢኖት ሜራ እኮ እዩ ዝመስላቲ በለት ጓል ባፅዕ ነቲ ያዕያዕ ሰሚዓ ዳህያ ክትገብር ዝመፀት ጎረቤታ ናብቲ ማቴዎስ ባህጉ ዝኸደሉ ኣንፈት እናማዕደወት ቢኖት ሜራ ካብ ኣክተራት ቦሊውድ ብመልክዑ ኣብ ቀዳማይ ደረጃ ዝስራዕ ተባሂሉ ዝንገረሉ ዝነበረ ኣክተር ናይ ሂንዲ እዩ። ጓል ባጽዕ ምስ ብዙሓት ዓማዊላ እናተባእሰት ወትሩ ዕግርግር ትፈጥር ስለ ዝነበረት ሕጂ ኸ ምስ መን እያ ገጢማ?
ኢላ እያ ጎዐይ ክትረድኣ መጺኣ ነይራ። ኣቲ ጓል ባጽዕ ሓፍተይ እንታይ ክትብሊ ዘለኺ? ውይ ሎምስ ተጠልጊልኪ ክመስለኒ ዋእ ብጭራሽ ዓቢድኪ ንክንደይ ጽቡቓት ኢልኪ ደኣ እሞ ክትዕምጺ ኢኺ ዋ ደሓር ቀስ እዚ ቆልዓ እንድዩ
በለታ ጉዑይ ሽክና ርእሳ ንየማነ ጸጋም እናነቕነቐት። ስቕ በሊ እስከ በጃኺ ኢለልኪ። ኣብዚ ገዛውቲ ካብ ትመጺ ብጀካ ማቴዎስ መን ጽቡቕ ወዲ ርኢኺ ትፈልጢ እስከ? ካብዞም ኣብዚ ሪጋ ተሰሪዖም ዘምስዩ ዘለዉ ወላ ሓደ ዶ ከተርእይኒ ትኽእሊ?
ሓተተት ጓል ባጽዕ ሽምጣ ሒዛ።
ዋ ጓል ባጽዕ ኣይጥዓኸን ብሓቂ ተጸሊልኪ ኣለኽዋ ሳላ መልክዕ ክንኩም ዝናኽን እዞም ኩሎም ኣጋብዝ ኣስመራ ንዓኺ ደልዮም ኣብ ኣፍ ደገ ሪጋ ተሰሪዖም እና ኣምስዮስ ምስዚ ሓደ ቆልዓ ክትጫማለቒ እደድ ኣታ ኣመንዝራኹ ጓለይ ተፍቅር ድያ ውይይ ናትክስ ንበይኑ እዩ ዋእ ከይደ በሊ ሰብ ይኣትዎ ኣሎ እቲ ገዛይ ብምባል ደድሕሪ እቲ ተገፍቲኑ ዝጸንሐ ማዕጾ ደፊኡ ናብ ገዛኣ ዝኣተወ ቀጠልያ ክዳን ምስ ጫማ ኣባ ጦር ዝወደየ ወተሃደር ብጉየ ኣትያ ማዕጾኣ ዓጸወት። ወዲ ረዛን ካብ ጓል ባጽዕ ምስ ተፈልየ ብማይ ኣባሻወል ኣቢሉ ናብ ሼል ዕቝባ ሃይለ ገጹ ኣንቈልቈለ እሞ ንእንዳ ሙኒችቤ ሓሊፉ ናብ ጸጋም ብምጥዋይ ኣስካላ ቤተ ክርስቲያን ኪዳነ ምህረት ብምድያብ ብቐጥታ ንየማን ተጠውዩ ጉዕዝኡ ብምቕጻል ናብ እንዳ ስዋ እንዳ በጠበጥ ኣተወ። ኣብቲ እንዳ ስዋ ነታ ገዛ መሊኦማ ዝጸንሑ መንእሰያት ድማ እናተቐባበሉ ክደርፉ ጸንሕዎ። ሰላማት ያ ጀምዓ ኢሉ ወዲ ረዛን እቱ ምስ በለ ኸኣ ኩላቶም ካብ ኮፍ መበሊኦም ብምትንሳእ ያ ጀምዓ ጎይታ ወዲ ረዛ መፅኦም ኣለዉ ንበሩ በሉልና ንበሩላ ትናዓብ ሰብ በዚኣ ንበሩ በዚኣ በዚኣ እናበሉ ኩላቶም ብድድ በሉ ንኽብሩ ወዲ ረዛን እውን ፍሽኽ እናበለ ርእሱ ብምድፋእ ኣይ ኣይ ጎይተተይ ደኣ ብፃድቃን ብፃድቃን ክብረት ይሃብኩም ንበሩ ብጉዕሽ ኢለኩም ንበሩ በሎም ኣብታ ዝሓበርዎ ቦታ እናተቐመጠ እንዳ በጠበጥ ኣብ ከባቢ ቤተ ክርስቲያን ኪዳነ ምሕረት እያ እትርከብ ካብ ምዕራፍ ኣውቶቡስ ነቒልካ ነቲ ንኣባሻውልን ንኪዳነ ምህረትን ዝፈሊ ነዊሕ ጎደና በቲኽካ ንኣስካላ ቤተ ክርስቲያን ኪዳነ ምህረት ምስ ደየብካ ኣብ ቀዳመይቲ ኣንጎሎ ንየማን ብምጥዋይ በቲ ሓጻር ዓቐበት ናብ ጃልያ ገጽካ ከተንቆልቁል ንሸነኽ ጸጋም ኣብ ዘለዋ ገዛውቲ እያ እትርከብ። እንዳ በጠበጥ ናይቲ እዋን ውርይቲ እንዳ ስዋ እያ ነይራ። እንዳ በጠበጥ ዝተባህለትሉ ምኽንያት ከኣ እታ ገዛ ኣዝያ ዓሟቕን ልዳታ ድማ ኣዝዩ ሓጺርን ብምዃኑ ደኒንካ ስለ እትእቶ እዩ እንዳ በጠበጥ ኢሎማ። እታ እንዳ ስዋ ንወዲ ረዛን ብኻብ መላእ ኣስመራ ዝመጹ መንእሰያት ግጥም ኢላ መሊኣ ጸንሓቶ። እቶም ኣብ ጥዑም ጸወታ ዝነበሩ መንእሰያት ነቲ ንወዲ ረዛን ክቕበሉ ኣቋሪጾሞ ዝነበሩ ደርፊ ንምቐጻል ንሓድሕዶም ተጠማመቱ። ሓደ ጉልቡት ጸሊም ጸጉሩ ርእሱ ዝተላጸየ መንእሰይ ካብ መንጎቶም መንእሰያት ብድድ ኢሉ ድማ በሉ ጉዕዞና ንቐጽል ኣብ መን ኢና በጺሕና ነርና ደርፊ መን ተረኛ ምስ በለ ዓው ኢሉ ኩላቶም ናብ ሓደ ኣዝዩ ጸሊም፣ ቀጢን ነዊሕ፣ ኮርዳት ዝጸጉሩ ርእሱ፣ ገዛፍ ደፍኒ ኣፍንጭኡ፣ ደቀቕቲ ኣዒንቱ ሓርናጽ መንእሰይ ኣመልከቱ። ሽዑ እቲ ጉልቡት መንእሰይ፣ ኩራራ ኣባኻ በጺሓ ነይራ መስለኒ ፎርሳ በል በሎ መመልከቲቶ ኣጻብዕቱ ናብኡ ቀሲሩ ማለት ዊጥ ኣቢሉ ቆይሰም ሰሓበይ በለ ኩራራ ፍሽኽሽኽ እናበለ

ፍቅሪ ድዩ ሓሳብ ወይስ ርኡይ ጋህሪ ፍቅሪ ድዩ ሓሳብ ወይስ ርኡይ ጋህሪ ተፋላሊና ሩራ ናብ በበይኑ ዓዲ ገዛና ወዲቁ ምስ ተሰብረ ዓንዱ

ፍቅሪ ድዩ ሓሳብ ወይስ ርኡይ ጋህዲ ፍቅሪ ድዩ ሓሳብ ወይስ ርኡይ ጋህዲ ተፋላሊና ሩራ ናብ በበይኑ ዓዲ ገዛና ወዲቁ ምስ ተሰብረ ዓንዲ እናበለ ንብምልእታ እታ ሩራ ዘርእስታ ደርፊ ድምጻዊ ሃይለ ገብሩ ጽቡቕ ጌሩ ደገማ። ደድሕሪኡ ድማ እቲ ኣብ ጥቕኡ ዝነበረ መንእሰይ ቀጸለ። ከምኡ ኢሎም በብተራ እናደረፉ ናብ ወዲ ረዛን በጽሑ። ቀጽል በል ወዲ ረዛን በልዎ ብጾቱ ነቲ እንታይ ከም ዝደርፍ ብኣግኡ ዝሓስብ ዝነበረ ወዲ ረዛን።

ዓበይ ወዲ ዓደይ ስኒ ተውርደልካ
ኢሉ ብምቕጻል ነታ ልቢ ኹላቶም መንእሰያት ዝተንከፈት ደርፊ ድምፃዊ የማነ ባርያ ብምልእታ ደረፋ። እንዳ ስዋ እንዳ በጠበጥ ከምቲ ካልእ ቤት መስተታት ትደርፍ ቴፕ ኣይነበረቶን። እቶም ሰተይቲ ባዕላቶም እናደረፉ እዮም ዝዘናግዑ። ጠባይ ናይቲ ገዛ ዘይፈለጡ ሓደስቲ መጺኦም ቧእ ቴብባ ወላዓልና ኣደ ኢሎም ነታ ቀያሕ ሓጻር ኳዕናን ሰበይቲ ዋናት እንዳ ስዋ እንተሓቲቶመን ከኣ ደሓን ዞም ደቀይ ብሩኻት ነዚ ስዋ እሞ ቁርብ ኣውርድ ኣብሉሉ ብድሕሪኡ ኣፍኩም ከፊቱ ባዕሉ ቴብ ክኾነልኩም እዩ ዞም ደቀይ
ትብሎም ነበረት። ወዲ ረዛን ከም ቀደሙ ንኣዕርኽቱ እናጋበዘ ስዋ እንዳበጠበጥ ክሳብ ዝጸግብ ሰትዩ ምስ ኣከለ በሉ ያ ጀምዓ ንስኻትኩም ጭረሙ ኣጸቢቕኩምን እምባሕ በሉ ኣነ ግን ዘይትሽናሕ ቆጸራ ስለ ዘላትን ክኸይድ ኣብ ቀጻሊ ግዜ የራኽበና ቻው ያ ጀማዓ ኢሉ ናይ ኩላቶም ሕሳብ ከፊሉ ብድድ በለ ንኽብሪ ወዲ ረዛን ሓፍ በል በለ ዓዊሉ እቲ ኩራራ ማለት ባምቡላ ዝጽዋዕ ጸሊም ቀጢን መንእሰይ ብምሉኦም ብድድ ኢሎም ሓፍ ምስ በሉ ኸኣ ንኽብሪ ወዲ ረዛን ሰጥ በል በለ ደጊሙ ወዲ ረዛን ብኽብሪ ተዓጅቡ ካብ ኣዕርኽቱ ምስ ተፋነወ ብቐጥታ ናብ ኣፍቃሪቱ ረዘነት ከደ
ኣታ ማቴዎስ ሓወይ ዶንጊኻኒ እንዲኻ ተሻቒለ ጸኒሐ
በለቶ እታ ቦታ ቆጸራ ኣቐዲማ ብምእታው ነታ ኣብ ጸጋሚት ኢዳ ኣሲራታ ዝነብረት ወርቃዊ ሰዓታ ደጋጊማ እናረኣየት ብተርባጽ ክትጽበዮ ጸንሐት ረዘነት ሶሪ ረዛነይ ኢሉ ክስዕማ ቅርብ ምስ በላ ኸኣ ብኽሳዱ ሓኒቓ ሰዓመቶ እሞ እቲ ስቲ ዝወዓሎ ጉዕሽ ኣደይ ብርኽቲ ሃንገፍ ኢሉ ጨና ድፍን ኣበላ። ኣታ ማቲዋስ ሓወይ እንታይ ገይረካ ዘረባይ ዘይትሰምዕ ብቕደመ ምሽ ድሕሪ ሕጂ ፈጺምካ ስዋ ዝበሃል ከይትሰት ተሰማሚዕና ነይርና ዋዕ እንታይ ዳ ኮንካ ሕጂ ገንእገን እናጨነኻ መጺኻ በለቶ ዓይኒ ዓይኑ እናጠመተት ገጻ እስር ኣቢላ ብኣቲ ረዛን ግደፍኒ በጃኺ ሱቕ ኢልክካል ማይ ተብዝሒ ማራ ሓሪቐን ደዊኸን ስለ ዝነበርኩ ግን ናብ እንዳ ፀሓይነሽ ውሰድን እሞ ሽወያ ክልውን በላ የማነይቲ ኢዱ እናደርበየ እንዳ ፀሓይነሽ ክልቲኦም ብሒቶም ዘዕልልሉ እንዳ ድኳን ኮይኑ ኣብ ውሽጡ መስተን ዓራትን ዘለዎ ክፍሊ ዝሓዘ ስግሬቶ እዩ
እዋ ሕጂ ደኣ እንታይ ክትድቅሳታ ዶንጊኻኒ ኢለ ተጨኒቐ ጸኒሐስ ንኺድ እምበር መሲ እንድዩ ኣዕናይ በጃኻ ናብቲ ዝተባህልና በፂሕና ንምፃእ ብዙሕ ዶንጊና ኣለና ወሓይስ መሓዘ ከይትቐመኒ በጃኻ ንዓናይ ቀልት
በለቶ ረዘነት ህውኽ ኢላ ረዛን ሳክት ኢኹም ወይ የሕብየካየ ሓሊልካየ ትብል እምበር ናይ ብሓቂስ ኣይተፍቅርንን እያ ማለት እዩ ደኺመ ክመውት ደልየ እናበልኩኽስ ንዓናይ ናብ ፓርቲ ትብልኒ ባዕ በላ ኣዒንቱ ኣፍዚዙ እናጠመተ
እንታይ ደኣ ምክብለካ ተማቲ ሓወይ ዱንኪና እንዲና በል ወላ ንዓናይ ኣብ ማኪና ቁሩብ ዕርፍ እሞ ክንከይድ ብምባል ናብታ ካብቲ ዝነበርዎ ላተርያ ሓምሳ ሜትሮ ኣቢሉ ኣብ ዝኸውን ርሕቐት ዓሽጋታ ዝነበረት መኪናኣ መሪሓቶ ኸደት ቅድሚ ምድቃስካ በል ሓንሳብ ሰዓመኒ ማቲ ሓወይ።
ብምባል ድማ ጽግዕ በለቶ ረዘነት። ወዲ ረዛን ብኽሳዳ ጀሚሩ ንላዕሊ ብምድያብ ንታሕተዋይ ከንፈራ ትንክፍ ኣበላ። ገንኢ ገንኢ ስለ ዝጨነዋ ከኣ ገጻ ጸዊጋ ረሓቐቶ። ወዲ ረዛን ግን ቀልጢፉ ብሓዳፋ ማለት ብዳሕረዋይ ሸነኽ ናይ ክሳዳ ስሒቡ ሰዓማ። ንሳውን ንኽልቲኤን ኣዒንታ ሰም ኣቢላ ተጸሚማ ሰዓመቶ። ረዘነት ነቲ ድሕሪ ሒደት ደቓይቕ ኣብቲ ብሓደ ጻዕዳ ባግ ስረ ተወጢሩ ዝነበረ ኣስላፍ ኣፍቃሪቱ ተተርኢሱ ዝተጋደመ ወዲ ረዛን፣ ባዕላ'ያ ጸጉሩ ርእሱ እናዳህሰሰት ከም ቆልዓ ረርያ ኣደቂሳቶ። እንተኾነ ወዲ ረዛን ኣብ ድቃሱ ብዙሕ ከይደንጎየ፣ እቲ ብወገን ዓዲ ንፋስ ክእከብን ክብተንን ዝጸንሐ ጽዑቕ ደበና፣ ብሃንደበት ከክንዲ ፍረ ጋባ ዝኸውን በረድ እናርገፈ ኣብ ናሕስታ ዝነበርዋ መኪና ጠርዓራዕ ክብል ጀመረ። ወዲ ረዛ ሰንቢዱ ተንስአ። ኣቲ ረዛ እንታይ ደኣሉ? ድማ በላ ነቲ ኣብቲ ጽርግያን ማርሻ ቤድን ጠረብረብ እናበለ ዝናጠር ዝነበረ በረድ ብመስኮት መኪና እናጠመተ
ኣተሲእካዶ በረድ ይሃርም ኣሎ ማቲ ሓወይ።
በለት ደኒና ረዘነት ኣብ ከንፈሩ እናሰዓመት። እሞ ሕጂ ደኣ ከመይ ጌርና ክንከይድ ኢና? እንታይ ጸገም ኣለዎ ኣብ መኪና ከለና?
በለቶ ረዘነት ጸጋማይ ኢዳ ኣብ ርእሱ እናንበረት። ረዘነት ነተን ኣብ ርእሲ ወዲ ረዛን ዘንበረተን ልስሉሳት ኣጻብዕታ ካብ ጸጉሩ ናብ ኣፍ ልቡ እናመላለሰት ክትድህስሶ ጀመረት። እቲ ብበረድ ዝጀመረ ዝናብ እውን ሓያል ንፋስ ኣኸቲሉ ኣብ ልዕሊ መኪና ረዘነት ጀረብረብ መባሉ ቀጸለ። እቲ ዝነበረ ሓያል ዝናብ ድሕሪ ፍርቂ ሰዓት በብቑሩብ ጸሓየ። እቲ ኣብ ፈቐዶ ኣንጎሎታት ተጸጊዑ ከዕቅል ዝጸንሐ ኣጋር ህዝቢ እውን ከካብ ዝነበሮ ቦታ መሰስ መሰስ እናበለ ናብቲ ንሓጺር ግዜ ዝናብ ብሒትዎ ዝጸንሐ ጎደናታት ከተማ ኣስመራ ወዛሕዛሕ በለ። እታ ንማቴዎስ ከም ህፃን ውላዳ ደራሪዛ ኣብ ሰለፋ ዘለቀሰቶ ረዘነት ቃላት'ውን ብሃንደበት በግዳም መኪናኣ ክኹሕኳሕ ሰምዐት እሞ፣ ነቲ ብሃፋ ትንፋሶም ተሸፊኑ ምርኣይ ዝኸልኣ ቤትሮ መኪናኣ ብጨርቂ እናደረዘት ንደገ ምስ ጠመተት፣ ገጽ'ቲ ኣዝያ ተኽብሮን ትፈርሖን ሓዋርያ፣ እውይ!
በለት።